ሰላም ዝኸበርኩም ኣብ ርሑቕን ቀረባን ኩንኩም መደባተይ ትከታተሉ ዘለኹም ኣሕዋት ኣኣብ ዘለኹሞ ጽቡቕ ክትህልዉ ተስፋ እንዳገበርኩ ንሎሚ ድማ ንኹሉ ጠቓምን ኣገዳስን ዝኾነ ቪድዮ ሒዘ መጽየ ዘለኹ ንሱ ድማ ንምሉእ ሰውነትና ሓደ ሕብሪ ንኽሕዝን ለማጽን ብሩህን ልስሉስን ክኸውን ዝሕግዘና ዝተፈላለየ ንቆርበትና ኣዝዩ ኣገዳሲ ባህርያዊ ትሕዝቶታት ተጠቂምና ነዳልዋ ኣዝያ ጠቓሚት ትሕዝቶ ኢና ክንሰርሕ። ንዓ ንምስራሕ ድማ መጀመርያ ዝተፈላለየ ዓይነት ሳምናታት ከድልየና እዩ። ከምዚ ትርእይዎ ዘለኹም ድማ ሰለስተ ዓይነት ሳምናታት ክጥቀም እየ። ንሱ ድማ ሳምና ዶፍ፣ ናይ ፓፓያ ሳምና ከምኡውን ናይ ሁሩድ ሳምና ተጠቂመ ኣለኹ። ኣብዚ ኩሉ እንተረኺብና ጽቡቕ እንተዘይኮነ ግን ክልተ ዓይነት ጥረ ካብዚኤን ጌርና ክንጥቀም ንኽእል ኢና። ንኣብነት ዶቭ ምስ ፓፓያ ወይ ድማ ዶቭ ምስ ናይ ሁሩድ ሳምና ጌርና ክንጥቀም ንኽእል ኢና። ንሰለስቲኤን እዚኤን ሳምናታት ብሓደ እንተሰሪሕናዮ እውን ዝበለጸ ውጽኢት ንቆርበትና ንምብራህ ቅልጡፍ ውጽኢት የርእየና ምኽንያቱ ናይ ፓፓያን ሁሩዱን ሳምና ከምቲ ዝፈለጥ ንቆርበትና ከብርሃልና ዝኽእል ስለዝኾነ ብሓደ ክንጥቀሞ ከለና ቁልጡፍ ውጽኢት ክንረኽበሉ ንኽእል። ከምኡ ድማ ዶቭ ሳምናውን ንቆርበትና ከተርክሰልናን ከለስልሰልናን ተኽእሎ ስለዘለዎ ኣብዚ መሪጸያ ኣለኹ ማለት እዩ። ንስኻትክን እውን ዝተፈላለየ ትሕዝቶታት ዘለዎ ካልእ ዝመረጽክንኦ ሳምና ክትትክኣኦ ትኽእላ ኢኽን። ነዚኤን ድማ ኣብ ናይ ካሮት መፋሕፍሒ ክፍሕፍሐን እየ ብደቂቕ ማለት እዩ ኣብዚ ክንፍሕፍሖ ከለና ብጣዕሚ እዩ ግዜ ዝወስድ ናይ ኤሌክትሪክ መፋሕፍሒ እንተሊና ብከምኡ ክንጥቀም ንኽእል ኢና ክሰልጠና መታን እዛ ዝሰርሓ ዘለኹ ትሕዝቶ ኣብ ዝተፈላለየ ክፋላት ናይ ሰውነትና ዝሕርፍፍ ከምኡ ውን ሙሉእ ሰውነትና በበይኑ ሕብሪ ዘለዎ ከም ብርኪ ኢድ እግሪ ክሳድና ኣብ ሙሉእ ሰውነትና ማለት እዩ ዝጸልም እንተኾይኑ ሓደ ሕብሪ ሒዙ ክበርህን ክጸርይን ዝሕግዘና ትሕዝቶ እዩ። ኣብዚ ብብዝሒ እየ ኣዳልዮ ዘለኹ። ኩሉ ሙሉእ ሳምናታት ተጠቂመ እየ ኣዳልያ ዘለኹ። እንተደሊና ድማ ካብ ኩሉ ዓይነት ፈፍርቂ ጥራይ ፋሕፊሕና ብምውሳድ ከነዳልዎ ንኽእል ኢና። ኣብዚ ድማ ከም ስትሪኣን ዘለኽን ንእሽተይ ካብታ ናይ ሳምና ፓፓያ ገዲፈላ ኣለኹ ዓብዪ ስለ ዝነበረ ቁሩብ ድበዝሐ ኮይኑ ተሰሚዕኒ ከምኡ ድማ ክንውድለሉ ንኽእል ኢና ክሰማማዓልና መታን ኣብዚ ድማ እዚ ንሎሚ ተጠቂመሉ ዘለኹ ሳምናታት ጥራይ ዘይኮነ እውን ዝተፈላለየ ዓይነት ንቆርበትና ከፅርየልናን ከብርሃልናን ይኽእል እዩ ዝበልናዮ ሳምናታት ምስኡ ብምውሳኽ ወይ ድማ ተኪእና ክንሰርሓ ንኽእል ኢና። ኣብዚ እቲ ንኹሉ ዓይነት ቆርበት ክሰማማዕ ይኽእል እዩ ዝበልኩዎ ሳምናታት ኣኪበ እየ ሰሪሐያ ዘለኹ። ከምዚ ትሪኣኒ ዘለኽን ድማ ካብዛ ናይ ፓፓያ ሳምና ንእሽተይ ኣትሪፈላ ኣለኹ። ኩላ ብምልእታ ኣይገበርኩዋን። እዚ ከዓ ከም ምርጫና ማለት እዩ። ከምዚ ጌርና ንኹሉ ሳምና ኣድቂቕና ምስ ፋሕፋሕናዮ ድማ ኣብ ዓሳራ ናይ ኮሚደረ ንዕስረሉ፣ ዓሳራ ማለት እዩ። ወይ ድማ ዝኾነ ሃንድ ሚክሰር ከማን ክንጥቀም ንኽእል ኢና። ከምዚ ጌርና ናብቲ ዓሳራ ኮሉት ሳምናታት ምስ ገልበጥናዮ ድማ ቀጺልና ንመእለኺ ዝኾነና ሮዝ ወተር ከድልየና እዩ። ሓደ ኩባያ ርብዒ ጎደል ሮዝ ወተር ከእትወሉ እየ። ምስኡ ድማ ልክዕ ከምቲያ ናይ ሮዝ ወተር ዓቐን ዝገበርናያ ውዑይ ማይ ሓደ ኩባያ ርብዒ ጎደል ምስኡ ኣእቲና ድማ ቁሩብ ሓውስውስ ኣቢልና ቁሩብ ንዓሰርተ ደቓቕ ወይ ርብዕ ሰዓት ዝኸውን ከነፅንሖ ኢና። እልኽ ክብለልና መታን ክትርክስ ማለት እዩ። ምስ ተርከሰ ድማ ክንጥሕኖ ክንጅምር ኢና። ኣብዚ ፍሉሕ ማይ ተጠቂመ ዘለኹ። በታ ናይ ሮዝ ወተር ዝወሰድናያ ዓቐን ድማ ሓደ ኩባያ ርብዒ ጎደል ፍሉሕ ማይ ምስኡ ከእትወሉ እየ። ንኹሉ ብሓደ ሓዋዊሰ ድማ ሓደ ርብዒ ሰዓት ዝኸውን ኣሊኸዮ ክጸኒሕ እየ። ንሓደ ርብዒ ሰዓት ኣሊኽናዮ ምስ ጸናሕና ድማ ዘይትታት ከነእትወሉ ክንጅምር ኢና። ንቆርበትና ንምትርካስ ዝጠቕመና ዓይነት ዘይትታት ከነእትወሉ ኢና ማለት እዩ። ኣብዚ ድማ ዘይቲ ግልስሪን ከምኡ ድማ ኣልመንድ ኦይል ኣለና። ካብዚ ድማ ሓደ ዓይነት ዓቐን ክንወስድ ኢና። ዘይቲ ግልስሪን ሓንቲ ፍንጃል ከምኡ ድማ ኣልመንድ ኦይል ሓንቲ ፍንጃል ተጠቂመ ኣለኹ። ከምዚ ጌርና ብሓደ ሓዋዊስና ድማ ክንዕስሮ ክንጅምር ኢና። ክሬም ዓይነት ስጋብ ዝመፀልና ድማ ክንጥሕኖ ኢና። ዝሓፍሰና እንተመሲሉ ወይ ድማ ዘይጠዓም እንተኾይኑ ድማ ቆቁሩብ ሮዝ ወተር እንዳወሰኽና ክንጥሕኖ ኢና። ኣብዚ ግን እኹል እዩ ነይሩ እቲ ዝወሰኽኩሉ ማይን ሮዝ ወተርን ጽቡቕ ከምዚ ዓይነት ክሬም ዓይነት መጺለይ ኣሎ። ቀጺልና ድማ ክልተ ማንካ መብልዒ ክልተ ማንካ ነሻ ከድልየና እዩ። ነሻ ኮርን ስታርች ማለት እዩ። ክልተ ማንካ ዓቢ ሙሉእ ወሲኸሉ ኣለኹ። እሱ እውን ምስኡ ኣጸቢቑ ስጋብ ዝሰማማዕ ብሓደ ክንጥሕኖ ኢና። ምስ ጠሓናዮ ድማ ከምዚ ዓይነት መፂልና ኣሎ ብጣዕሚ ደስ ዝብለካ ሕብሩ ወላ ጨንኡ ብጣዕሚ ጥዑም ጨና እዩ ዘለዎ ክንሕፀበሉ ከለና ድማ ጥዑም ጨና ይህበና መጀመርያ ምስ ጠሓናዮ ከምዚ ንሪኦ ዘለና ቅጥን ዝበለ ዓይነት እዩ ዝመፀልና ማይ ውዒ ስለ ዘለዎ ማለት እዩ ምስ ዝሓለ ቁሩብ ሰዓታት ምስ ገበረ እንዳተረረ ክመጽእ እዩ ልክዕ ከም ሳምና ኸውን ማለት እዩ ከምዚ ጌርና ሰሪሕና ኣዳሊና ምስ ወዳእና ድማ ዘይቲ ቫይታሚን ኢ ከድልየና እዩ ዘይቲ ቫይታሚን ኤ ድማ ካብ ሰለስተ እስካብ ኣርባዕተ ነጥቢ ጥብጥብ ኣቢልና ኣጸቢቕና ምስኡ ሓዋዊስና ክንጥቀመሉ ክንጅምር ኢና። ኣብዚ ድማ ከም ካልኣይ ኣማራጺ ቁሩብ ካብ ዝሰራሕናዮ ሳምና ኣብ ካልእ ሸሓኒ ነክየ ወሲደ ሁሩድ ወሲኸ ኣዳልየዮ ኣለኹ። ከም ዝፍለጥ ሁሩድ ንቆርበትና ንምብራህ ዝሕግዘና እዩ። ብፍላይ ድማ ሕብሩ ንዝቐየረ ቆርበት ናብ ንቡር ሕብሩ ክምለስ ዝሕግዘና ኮይኑ ኣብዚ ድማ ከም ኣማራጺ ክንጥቀመሉ ንኽእል ኢና። ቀጺልና ድማ ኣገባብ ኣጠቓቕምኡ ክንርኢ ኢና። ኣታ ኦሞ ድማ ኖርማል ከም ሳምና ክንጥቀመሉ ንክእል። ወይ ድማ ነብስና ብለበጥ ዝበለ ማይ ኣተርኪስና ካብዚ ሳምና እንዳወሰድና ንኩሉ ነብስና ክንለክዮ ኢና። ኣብ ሙሉእ ነብስና ለኪና ድማ ቁሩብ ንቅፅ ጋብ ዝብለልና ካብ ሓሙሽተ እስካብ ዓሰርተ ደቂቅ። ኣፅኒሕና ብመፋሕፍሒ እንዳፋሕፋሕና ነብስና ከነፅርዮ፣ ክንሓፅቦ፣ ንክእል። ጊዘ እንተሊና ድማ ካብ ሳምና ሙሉእ ሰውነትና ለኺና ግፍሕ ዝበለ ክዳን ተኸዲንና ውን ንሓደ ሰዓት ኣብ ነብስና ከነጽንሖ ንኽእል ኢና። እዚኣ ድማ ብጣዕሚ ውጽኢታዊት ትኾነልና ማለት እዩ። ድሕሪ ዝኾነ ዓይነት ስክራብ ንነብስና ምጥቃምና ካብዛ ሳምና ጌርና ውን ክንጥቀም ንኽእል ኢና። እዚ ውን ቁልጡፍ ውጽኢት ከምጽኣልና ይኽእል እዩ። ከም ኣማራጺ ድማ ንሳውና ክንኣቱ ከለና ውን ተለኺናዮ ክንኣቱ ንኽእል ኢና። ንዓሰርተ ደቒቕ እስካብ ዕስራ ደቒቕ ድማ ነጽንሖ ማለት እዩ። እዛ ትሕዝቶ እዚኣ ንኹሉ ዓይነት ቆርበት ክንጥቀመላ ንኽእል ዓይነት ኮይና ንቆርበትና ቅልጡፍ ለውጢ ተምጽኣልና ማለት ተጽርየልናን ተብርሃልናን ትሕዝቶ'ያ። ቆርበትና ዝደርቕ ዓይነት እንተኾይኑ ድማ ድሕሪ እዚ ሳምና እዚ ምጥቃምና ከነተርክሶ ኣለና። ኣብ ዝሓለፈ ቪድዮታተይ ኣርእየክን ነይረ ኣነ ዝጥቀመላ ብጣዕሚ ውፅኢታዊት ንቆርበትና ብዕሙቕ ዝበለ ንክትርክስ ትሕግዘና ኣገባብ ግልስሪን ምስ ሮዝ ወተር ብሓደ ዓቐን ጌርና ብምውሳድ ኣብ ናይ ስፕሬይ ክንገብረሉ ንኽእል ኮንተይነር ገልቢጥና ድሕሪ ሻወር ምውሳድና መዓልታዊ ማለት እዩ ኣብ ሙሉእ ሰውነትና ከይነቐጸ ማለት ቁሩብ ጥረ ኣንቅጽ ኣቢልና በታ ስፕረይ ዝበልናያ ሙሉእ ሰውነትና ለኺና ክንገድፎ ንኽእል ኢና። እዚ ድማ ቆርበትና ዝያዳ ክትርክስን መናፊት ክዕጸውን ክጸርየልናን ይሕግዘና እዩ። ምስ ግዜ ድማ ቆርበትና ሓደ ሕብሪ ንኽሕዝን ክበርህን ትሕግዝ እያ ማለት እዩ። ምስ ግልስሪንን ሮዝወተርን ድማ ፍርቂ ለሚን ጾሚቕና ብምእታው እውን ክንጥቀመሉ ንኽእል ኢና ውፅኢታዊ ይኾነልና እዩ ንለሚን ዝሰማማዓና ማለት እዩ ሓሳስያ ዘይገብረልና እንተኾይኑ ከምዚ ጌርና ለሚን ሓዊስና ክንጥቀመሉ ንኽእል ኢና ለሚን እውን ንቆርበትና ክበርህ ዝሕግዘና እዩ እሳ ድማ ኣብ ሓደ ቡሽ ግልስሪን ኦይል ሓደ ቡሽ ሮዝወተር ከምኡ ድማ ጽሟቕ ናይ ፍርቂ ለሚን ብሓደ ሓዋዊስና ኣብ ስፕረይ ክንገብረሉ ንኽእል ኮንተይነር ገልቢጥና ድሕሪ ኩሉ ሻወር ክንጥቀመላ ኢና። እዚኣ ድማ ቆርበትና ንምትርካስ ትሕግዘና ማለት እዩ። ወይ ድማ እትሰማማዓና ዝለመድናዮ ዓይነት ንቆርበትና ንመተርከስ እንጥቀመሉ ዘይቲ ይኹን ክሬም ክንጥቀም ንኽእል ኢና። እዛ ንሎሚ ዝሰራሕናያ ትሕዝቶ ንቆርበት ንሙሉእ ሰውነትና እተብርሃልናን እተልምጸልናን እተለስልሰልናን ትሕዝቶ እያ። ብፍላይ ድማ ንብዝተፈላለየ ምክንያታት ሕብሩ ንዝቐየረ ማለት ጸለመ ቆርበትና ከም ናይ ጸሓይ ማህረምትን ካልእን ዝጽልምን በበይኑ ሕብሪ ዘለዎ ቆርበትና ሓደ ሕብሪ ሒዙ ክበርህን ወዝ ዘለዎ ክኸውንን ጥዕና ዘለዎን ልስሉስን ለማጽን ክኸውን ትሕግዘና ኣዝያ ውጽኢታዊት ትሕዝቶ ኮይና ኩላትክን ፈትንኣ ኢኽን። እዚኣ ፈቲንክን ድማ ርእይቶኽን ሃባኒ ኢኽን። ክትፈትውኣ ድማ ተስፋ ይገብር። እንተፈቲኽንኣ ድማ ፓርት ቱ ክገብረልክን እየ ብኻልእ ዓይነት ኣገባብ ብኸምዚ ዝተፈላለየ ዓይነት። ንቆርበትና ጠቓሚ ዝኾነ ዘብርሃልና ከምኡ ውን ሓደ ሕብሪ ንክሕዝ ዝሕግዘናን ወዝ ዝህበናን ትሕዝቶታት ብሓደ ኮይንና ክንሰርሕ ኢና እንሻኣላህ ኣብ ቀጻሊ ማለት እዩ። ከምዚ ጌርና ኣዳሊና ድማ ኣብ ፅሩይን መኽደን ዘለዎን ኮንተይነር ገልቢጥና ንነዊሕ ጊዘ ከይተባላሸወ ክንጥቀመሉ ንኽእል ኢና። እዚ ትሕዝቶ እዚ ድማ ንደቂ ኣንስትዮ፣ ደቂ ተባዕትዮ፣ ቆልዑት፣ ዓበይቲ ኩሉ ክጥቀመሉ ዝኽእል ከምኡ ውን ንኹሉ ዓይነት ቆርበት ዝሰማማዕ ዓይነት ትሕዝቶ ኮይኑ ኣዝዩ ውጽኢታዊ እዩ። ኩሉ ክፍትኖ ተስፋ እንዳገበርኩ ብኸምዚ ድማ ኣብ መወዳእታ ናይዛ ቪድዮይ በጺሐ ኣለኹ። ላይክ ሼር ሳብስክራይብ ኣይትረስዑ ኢኹም። ንቐጻሊ ኣብ ብተመሳሳሊ ቪድዮ ንዓኹም ይጠቅም እዩ ዝበልክዎ ትሕዝቶ ሒዘ ስጋብ ዝመጸኩም ኣኣብ ዘለኹሞ ሰላም